ሰላም ሰላም ክቡራት ፋሚሊ ናይ ዩቱብ ቻናል ተኸታተልቲ ከመይ እኒኹም? ኣለ ሰላም እዩ እግዚኣብሔር ይመስገን። ከምቲ ሰላም ዘለኹ ሰላም ክትኮንለይ ናይ ኩሉ ግዜ ተምኔተ ክቡራት ፋሚሊ ማለት እዩ። እምበኣርከስ ናይ ሎም መዓንቲ ቪድዮ ሒዘልኩም ማፀ ብጣዕሚ ዘሕዝን እዩ። ማርያምን ክሳብ መጠረሻ ርእዩስ ማራ ዘሕዘነኒ ቪድዮ እዩ። ክሳብ መጠረሻ ሰሚዕኩም ላይክ፣ ሼር፣ ሰብስክራይብ ናገበርኩም ርእይቶኹም ክትገልጹ ብትሕትና ኣለዎ ማለት እዩ። ኩራት ፋሚሊ ከምኡ ድማ ንሰበይቲ ፀሓይ ወራቕ ትሕግዝዋ ዝደለኹም ከዓ ብውሽጢ መስመር ክትረኽቦ ትኽእሉ ኢኹም። ቁፅሪ ስልካ ኣብ ኮመንት ዋላ ክቕምጠልኩም እየ ብኡ ላፀሓፍኩም ወይ ብኡ ዝላደወልኩም ትረኽዋ ትኽእሉ ኢኹም። ትሕግዝዋ ዝደለኹም ከዓ ሓግዝዋ ክብል ይደሊ ማለት እዩ። ኩራት ፋሚሊ እና ብጣዕሚ እየ ሕዚናትን ማራ ማለት እዩ። ዲዚ ኣብ ሓዳርና ኣብ ወራ ህይወት ብዙሕ ነገር የጋጥም እዩ። ምክንያቱ ሰብ ዘይፈላለየለይ ተመሪዕካ ምፍልላይ ኣሎ እዩ። ኣብ ወረ ከዓ ብልኮነ ይኹን ኣጋጢምካ ትፈላለ ትኽእል ኢኻ ዋላ ወሊድካ ብዙሕ ነገር ማለት እዩና ግድን ምሳኻ ዝተመርዐ ምሳኻ ክነብር ኣለዎ ዘይኮነሲ ኖርማል ዋላ ምሳኻ ይንበር እቶም እቱ እንቶም ደቁ ብጣዕሚ ልጽጉሞም እንድሕር ኮይኖም ክሳብ ልሚና ተብልዕ ክሳብ ሓማም ሓጺባ ክሳብ ልደቃሳ ተእክል እንድሕር ሓደ ኣቦ ከመቦ መጠን ቆልሒ እንድሕር ልዘይጥምተካ ብጣዕሚ ካብ ቢድካ ዓለለ እቲ ቪድዮ ሙሉእ ብሙሉእ ዝሰማዕክዎ ብጣዕሚያ ተሕዝነካ ማርያምን ምሳኣ ነቢዐ እየ ኣነ ምክንያቱ በቃ ተዋጊዕ ከላሲ ብንብዓት እያ ወዲኣቶ እቲ ቪድዮ ኩሉ ማለት እዩ እና ኣጋጣሚ ኮይኑ ምንም የብልናን ኣነሲ ዘጋጠመና ፀገም ወላ ሓንቲ ኣይብልናን ዘኳርየና ወላ ሓንቲ የብልና ግን ምሳየ ናሃለየ እዛ ቆልዓ ትርእዋ ኣለኹም እዛ ናሃዚ ሰዊት እኒኣ ምሳየ ናሃለየ ትመላለስ ነይራ ከም ዓርኩም ከም መሓዛ እያ ታይካ እያ ተይለየ ከዓ ቤተሰብ እዩ ዝለኒ ነይሩ ግን ኣብ መጠረሽኡ ልኣ እዩ ተመሪዕዋ ገለ ኢላ ሙሉእ ልሙሉእ እቲ ቪድዮ ከዓ እንድሕር ሰሚዕኹሞ ከምኡ እየ ኢላ ማለት ኢና ኣነ ከዓ ብጣዕሚ እየ ሓዚነ ምክንያቱ ሲ ደቂ ኣንስትዮ ኣሕዋተይ ሲ ሓደ ወዲ ምንም ጣጣ የብሉይ ማርያም ነው ወዳት ጻጣ ያውለው ምክንያቱ ወዳት ኮይኑን በቃ ምስልሞች የሚሆን ኩማርጾ ዝኾኑ ማንም አሁን ነገር ጸገማት ጼርናን ከደቅ ንሽቲ ሕዋትና እና ደቂ ኣንስትዮ ከዓ ከመይገርና ኢና ምስ ሓንቲ ዘላ ዘሎ በዓል ሓዳር ሳይሲ ከመይገርና ላዋና ክንመፅእ ምእንታይሲ ንጠዋቆ ወይ ከዓ በዓል ሓዳር ላፈለጥናየስ ከመይገርና ምስኡ ገፅ ንህቦ ወይ ከዓ ከመይገርና ንጠዋቆ ኣይንሓሲ ማለት ዱ ሰሳትና ደቂ ኣንስትዮ ኮይናሲ ከመይ ጌርና ምስ ሓደ ወዲ በዓል ሓዳር ንጠባበቕ ንኽእል? ከመይ ጌርና ምሳና ከም ዝኸውን ምሳና ሓዳር ከም ዝመርሕ ንገብሮ ንኽእል? ጽባሕ ንጎለሲ ለቕናስ ከምኡ ከጋጥመና እዩ ኢልናስ ክንሓስብ እዩ ዘለና እና እዛ ወልዓላ ፈለጠት እያ ከም ዓርኩ ከም ብሓዝኡ ከም ቤተሰብ ልገዛየ ትመላለስ ነይራ ግን ጸኒሓ ባዕላ እያ ተመሪዓቶ ኢላ ብጣዕሚ እያ ተሕዝነካ እታ በዓልቲ ሓዳሩ ማለት እዩ። እሱ ከዓ በቃ ተመችያ ትግዲ ቃል ኪዳኑ ኣሲሩ ተመርዕዩ ወሊዱ እውን ማለት እዩ እና ኣወዳት ምንም ወላ መሕሰቢ ኣይሃልዮም፣ ደቂ ኣንስትዮ ግን ክንሓስብ እዩ ዘለና። ኣወዳት ምስ መቸም እዮም ክነብሩ ዝኽእሉ። ግን ንሕና እንድሕር ገጽ ካሊእናዮም ንሕና እንድሕር ሓዳር እኒኤካ እዩ በዓል ሓዳር ኢኻ ምሳይ ክትከውን ኣይትኽእል እዩ እንድሕር ዘይበልናዮም ሲ እንታይ ክገብሩ ይኽእሉ ኣወዳት ብዓብዩ ባዕልትና ደቂ ኣንስትዮ ንተሓላለ በቃ ደቂ ኣንስትዮ ሲ ሓላፍነት ክንወስድ ኣለና ካማና ጓል ተነስተይቲ እያ ክትሓመቅ የብላይ ተወሊድካ ከዓ ውላድካ ክትዕበ ኣለካ ካብም ተኮይንላ ምክንያቱ ኣብ ፍቅራዊ ሂወት ኣብ ሓዳር ምፍልላይ ኣሎ እዩ ብተፈላለኻ ብደንቢ ካብ ምንጩ ሓዳር እንድሕር ዘይሞከርካ ምስ ካልእ ህይወት ሓድሽ ክትጅምር ተደልካ ከዓ ብፍቓድ ምክንያቱ ሓዳስ ንስኺ ህይወት ክትጀምራ ኣነ ከዓ ህይወት ክትጅምር የልካ ንቤተሰብ ተናገርካ እቲ ዝወለድካዮ ውላድካ ግን ክሳቱ ዘለኻዮ ዕለት ክትሕምቆ የብልካይ ወይ ከዓ ሰበይቲ ፈቲሐያ እየ ኢልካስ ውሉድካ ክትፈትሕ የብልካይ ኣብ ዝኾነ ይኹን ፀገም ኣብ ዝኾነ ይኹን ነገር ውሉድካ ክትንከባኸብ ናይ ውሉድ ሓላፍነት ኣቦ ክትወስድ እዩ ዘለካ። ዋ እምበይ ብጣዕሚ እዩ ልገርመካ ነገር እምበይ ሰብ ኮይኑ ተሞርዒስ ብሓባር ክሳብ ዘለዎ ዕለት ክነብር እዩ የኾነ ንናገረና ኣሎ እንታይ እማ ሰው ኮይኑ ኣብ ፎራ ህይወት ብዙሕ ነገር ከጋጥም ይኽእል እዩ። ምፍልላይ ከዓ ኣሎ እዩ። ግን ሓላፍነት ናይ ወድኻ ናይ ደቅኻ ግን ክትወስድ ኣለካ መን ኣቦ ክኾኖም ምክንያቱ ካሊእ ኣቦ የብሎም ንስኻ ብቻ ኢኻ ንስኻ ጥራሕ ትውልድካዮም ከዓ ካላስ ኣቦ ብቻ እዩ ሓላፍነት ክወስድ ዘለዎ ኣብ ዝኾነ ይኹን ፀገም ማለት እዩ እና ዋላ ምስ ካሊእ ሓዳር ክትመርሕ ከለኻ ናይ ኣቦነት መስል ናይ ኣቦነት ክብሪ ግን ውላድ ክርኢ ኣለዎ ማለት እዩ ኣብ ዝኾነ ይኹን ፀገም ከዓ ትሕግዞም እዩ ዘለካ ናብ ከብድዮ ከምዚ ዓይነት ሓደ ነገር ከዓ እታ ሰበይትካ ብጣዕሚ ናነበዐት ውይ በስማም ቃል ኪዳን ኣብ ርእሲ ቃል ኪዳነይ ኣይውፃናየን ግን ኣብ ርእሲ ቃል ኪዳነ እዩ ተመርዒው ምንም በቃ ምንም ካዕል ተኋልናዮ ኩነታት የለይ ግን ተመርዒው ርኤ እየ ኣብ ሶሻል ሚዲያ የላዛ በዓል ክገዙ ማለት እና ብጣዕሚ እዩ ዝሕረካ ነገር ምክንያቱ ለሎ እዩ እቲ መመርዒ ከዓ ግን ወለዱስ ክድብሪ ኣይወለን ካውለስ ሰቃ ብልሆን ይኹን ጸገም ድሕር ምፍልላይ እንድሕር ዘየለ ወላ እኳ ተተመራዕኻ ግን ልባዕላ ክሳብ ደቅኻ ልጉብዙ ውንሲ ምኾንካያ ነርካ ምክንያቱ ለኣ ውንሲ ክትሓምቀ ይብልኪ ደቂ ዕብለ ኢልካ ብቲ ዘለካ ትሕግዛ እዩ ዘለካ ነይሩ ወላ ስኻ ምስ ደስ ዝበለካ ሓዳር ክትመርሕ ትኽእል ኢኻ ጥራሕ ንስካ ግን ንደቅካ እና ልሰበይትካ ክተሕምቃ ኣይነበረካይ ምክንያቱ ደቅካ እያ ትዕብላ ሓላፍነት ናይ ክልቲኦኩም ትወስድዎ ነበርኩም ንሳ እያ ሓላፍነት ትወስደላ ግን ቡቲ ዘለካ ብቃዕምካ ክትሕግዛ ክሳብ ደቅካ ዓርሶም ዝክእሉ ክሳብ ዕድሞም ዝክእሉ ክሳብ ኩሉ ነገር ሓደ ሰብኣይ ትፋትሑ እዩ ወዲያው ሰበይቱ ከእቲ ዝኽእል እምበይ ጓል ተንስተይቲ ብዙሕ እያ ትሓስብ። ምክንያቱ ሓደ ሓደ ኣሎ ዳኣ ኮነ በቃ ወዲያው ክተእቲ ትኽእል ኢድካ ግን ብዙሕ ኢካ ትሓስብ ምክንያቱ ብሕልፊ ተወሊድካሲ በቃ ብዙሕ ነገር ኢካ ትሓስብ ደቀይ ዶ ይጎበዙ ደቀይ ዓርሰይ ዶ ይከኣሉ ከመይ ገይረ ሓዳር ክፍትን ከመይ ገይረ ሓድሽ ሂወት ክምጅምር ኢልካ ትሓስብ ትኽእል ኢካ ብሕልፊ ሓላፍነት እንድሕር ዘይብልካ ማለት እዩ እምበር ብዙሓት እኳ ኣለዋ ምክንያቱ ወሊድካ ምፍታሕ ኣብ በይንካ ኣይኮነ በይናካ ኣይኮነ ኣብ ብዙሕ ሰብ እዩ ግን ሓደ ሓደ ወለድና ገለ ሓላፍነት ዝወስድሎም ኣለዉ። እዚኣ ግን ብጣዕሚ እያ ተሕዝነካ። በቃ መሳኪን እዮም ወለደይ፣ ምስኪን እየ፣ ማንም ሰብ ዝሕግዘኒ የብለይ፣ ኮነ ሓደገ ዕርክቱ እዮም ዝሕግዙኒ፣ ሀዚ ግን ደኺምዎም፣ በቃ ብዝከኣለኩም ሓግዙኒ እያ ትብላ ማለት ኢና። ብጣዕሚ እየ ላሕዝነካ ነገር፣ ምክንያቱ ኣብ ሓዳርና ኣብ ፍቅሪ ፅልኢ የለን፣ ምፍላይ የለን፣ ዘይኮነሲ ምፍልላይ ዘሎ ኮይኑ ግን ሓላፍነት ክትወስድ ኣለካ ናይ ደቅኻ ብሕልፊ ማለት እዩ ክሳብ ዘለዎ ዕለት ክሳብ ሰሪሖም በዓልቶም ዓርሶም ዝኽእሉ በቃ ኣቦይ እዚ ገይርለይ ልኽብል ፅቡቅ ታሪክ ናይ ልውግዕካ ማለት ኢና ክሳብ ዕድመኦም ዝኣኽሉ ክሳብ ዓርሶም ዝኽእሉ ኢኻ ትኮኖም ዘለካ ሽኳን ላኣቶም እውን ንሰበይትኻ ኣይትሕመቅ ኢልካ ደቅኻ ምእንቲ ትዕቢ ወገን ምኾንካ ያ ነርካ ማለት እዩ እና ብጣዕሚ እዩ ለሕዝነካ ነገር ማርያምን ከምዚ በቃ እንድዒ ማራ ካብኡለስ ተፈላጢ ኮይንካ ሶሻል ሚድያ ናፈለጥካ ብዙሕ ስራሕ ናሃለየካ ዓለም ሙሉእ ዘፈልጠካ ሰብ ኮይንካስ ከምዚ ዓይነት ብንእሽትተን ነገር ክትፈሽል ከለኻ ማራ እዩ ለሕዝነካ ምክንያቱ ፀሓይ ወረ ኣነ ካብ ዝፈልጠኳስ በቃ ማርያምን ኣብ ከምዚ ሂወት ዘሎ ወይ ከዓ ከምዚ ዝገብር ሰብ ኣይመስለኒ ነይሩ ካብ ሎማዓንቲ ግን ብጣዕሚ እየ ንዒቀዮ እና መንዓ ኢኻ ስራሕ ምክንያቱ ሰብ ኮይኑ ዘይጋገ ነገር የለይ ግን ኣቱ ዝተጋጋያ የዕለት ወዲያው ሓሲብካ ኣስተንቲንካ ልደቅኻ ክትከውን የለካ ላብ ሓዳርካ ተመለስ ኣይትመለስ ብዘየገድስ ሰብ ምስ ነዋፅኦ እዩ ሓዳር ክመርሕ ዝኽእል ግን ንወለድካዮ ውላድ ክትድብሪ የብልካን ላለሞኑ ክሓድሩ የብሎምን ምክንያቱ ውሉድካ ስለ ዝኾኑ ክሳብ ዘለዎ ዕለት ሓላፍነት ክትወስድ እየ ዘለካ ማለት እዩና ብጣዕሚ እየ ልሕዝነካ ነገር ፋሚሊ ካብኡ ድማ ደቂ ኣንሽቲ ኣሕዋተይ ለማርያምን ካብ ባዕለይ ጀሚሩ ንጠንቀቕ እንታይ ኢና ደልናዮ እባ ምክንያቱስ ምስ ሓንቲ ጓል ተነስተይቲ ካብ ማና ሓዳር ላመርሐ ፅቡቅ ሂወት ናሃለሲ ለበዓልትና ክነምፅኦስ ከመይ ገርና ኢና ንሓስብ ሓደ ኣይድብሪ ማለት ድዩ ወላ ስለ እኮ ምስኣ ይውለድ ምስኣ ሓዳር ኣይገበር እምበይ ውሽጡ እኮ ሕርር እዩ ዝብል በቃ ምክንያቱ ደቀይ ሓዲገ ቃዱመይተይ ሰበይቲ ሓዲገ ገለ ኢሉ ውሽጡ ብጣዕሚ እዩ ዝሓርቅ ዝኸውንና ኣይ ደቂ ኣንስትዮ ኣሕዋተይ ንጠንቀቅ ማርያምን ስሳትና ንተሓላለወ ሓሳዳት ኣይንኾን ናይ ሓንቲ ጓል ተነስተይቲ ፅቡቅ ናብራ ተርእና ደስ እዩ ዝለና እስቲ ካም ኣይፍጠረለይ ናይ ባዕልትና ኢልና ንፅሊ እምበር ናያ ነበረ ሰብኣይ ለማመፅ ለማፅመፅ ኢልካ ከተምፅኦ ከለካ ከብድ እዩ ካብኡካ ኮሪዕካ ኣይትሓድሪ ማለት እዩ እና ካብ ከምዚ ዓይነት ንቆጠብ ክብል ይደሊ ከምኡ ድማ ትሕግዝዋ ዝደለኹም ስልካ ኣብ ኮመንት ክሓድገልኩም እየ ላደወልኩም ሓግዝዋ ክብል ይደሊ ቤተሰበይ እና ኣጆኹ ዝሓፍቲ ከዓ ጠንክሪ ደቂ ከዝለዓለ ደረያ ክወፅሑ እዮም በዓልቶም ክክሕስኹ እዮም ክለኪ ደሊ ማለት እዩ እና ኣጆኺ ኣይትንብዒ ማርያም ብጣዕሚ እያ ትሕዝነካ ቤተሰብ እና ላደወልና ኣጆኽን በላ ኩላና ብልተኸኣለና ድማ ንሓግዛ ክብል ይደሊ ቤተሰበይ እና ብካልእ ማዳይ ክሳብ ልመፀኩም ናይ ሎማዓንቲ ማዳይ በዚኣ ትመስል ናይ ቻናል ሓድሽ ዝኾን ከም ላይክ ሸር ሰብስክራይብ ናገርኩም ቤተሰብ ኮኑ ቤተሰብ ካኻኩም ትልምዳና ዘሪቱኩም ኣይፈለን ክብል ይደሊ